ኣብ ቃል ኣምላኽ እንተ ደኣ ርኢና ኣብ ማቴዎስ ዕስራን ክልተን ዋላ ዕስራን ኣርባዕተን እውን ኣሎ እንታይ ይብል ኣብ ዕስራን ክልተን ኣብ ዕስራን ዕስራ ምዕራፍ ከኣ ኣሎ ኣብ ዓሰርተ ኣርባዕተ ግን ጽዉዓትሲ ብዙሓት እዮም ሕሩያት ግና ሒደት እዮም። ብዙሓት ክንደይ እዮም? ብዙሓት እዮም ፅዋዓት ፅዋዓት ብዙሓት እዮም ሕሩያት ግና ሒደት እዮም ይብል ቃል ኣምላኽ እንተ ደኣ ርኢና በታ ገፋሕ መገዲ ዝመላለሱ ክንደይ እዮም ኢልዎም እዛ ብዙ- እዛ ብዙሓት ዝመላለሱላ ገፋሕ መገዲ እንታይ ስለ ዝኾነት እያ መሲልኩም ከም ድልየትካ ምምልላስ ስለ ዘሎ እዩ። ነቶም ኣህዛብ ኣይኮነን እግዚኣብሄር ዘዝብር ዘሎ ኣብ ቤት እግዚኣብሄር ከም ድሌትካ ሓራ ውጻት እንዲና እንዳበልካ ከም ድሌትካ ትመላለስ ኣይፍቀድን ንቤት እግዚኣብሄር ከም ድሌትካ ኮይንካ ኣይፍቀድን እዩ ንምንታይ እግዚኣብሔር ኣምላክ ጻድቅ ኣምላክ ስለ ዝኮነ ቅዱስ ኣምላክ ስለ ዝኮነ እንታይ ይብል ቃል ኣምላክ መሲልኩም ብዘይ ቅድስና ሓደ እኳ ንኣምላክ ዝሪኦ የለን ዛትስ ዋይ ብቅድስና ክንነብር ኣለና መንፈስ ቅዱስ ኣተወይ ከጸልየና ከሎ ብቅድስናን ብጽድቅን እንዳበልና ኢና ንጽሊ ነርና እዚ እንተ ደኣ ኮይኑ እዩ ከዓ ብህይወት ክንመላለስ ንደሊ እታ ገፋሕ መገዲ እምበኣር ከም ድሌትካ ምምልላስ ኩሉ ግዜ ደስ ትብለኒ ኣብ እንታይ ሽሙ ኣብ ሂወተይ ሓደ ሰብ ኣነ ንጸጋ ሕጂ ቅንጡ እንተቢለያ እንታይ ትኸውን እ እንታይ ስለ ዝኾነት ሂወት ስለ ዘለዎ እቲ ብክርስቶስ ዝተወልደ ሰብ ድማ እንኳን ዶ ክሰርቕ ክዝሙ ገለሲ ካብ ኣፉ ከማን ሕማቕ ቃል እንተ ኣውፅኡ እንታይ መንፈሱ እንታይ ገብሮ እዩ ይወቕሶ ሎሚ ከም ድሌትና ብዓሌት ከይተረፈ እንዳተጻረፍና፣ ሎሚ ንኣገልገልቲ ኣምላኽ እንዳኾነንና፣ ሎሚ ን ኣብ ህይወትና ውን ሓቂ ዝሰኣነሉ ዘሎ ግዜ ኢዩ። ከም ድሌትካ ምትሕውዋስ ዝበዝሖ ግዜ ኢዩ። ጎይታ ግን እንታይ ኢሉ፣ እምበር ዶኸ ኣብ ምድሪ እቲ ምጭርሻ እምነት ረኪበ? ኣሕዋተይ that's why ሎሚ ካብቶም ሑሩያት ኮይንና ክንርከብ እግዚኣብሄር ይደግፈና እግዚኣብሄር ይደግፈና ኣሕዋተይ ብፅዋዓት ብዙሓት እዮም ከም ድሌትካ ኣብ ቤት እግዚኣብሄር ክትመላለስ እናሓሰኻ ከምዚ ሓሰኻ ግብዝና ዝተሓወሶ ግብዝና ዝበዝሖ ዘበን ስለ ዝኾና ኣገልገልትና ይኹን ምእመንና ይኹን ዝተሓዋወሰሉ ግዜ ስለ ዝኾነ ሎሚ ከም በዓል ኖህ ጠሚቱ እግዚኣብሄር ኣብ ምድሪ ሰብ ኣለዉኒ ዝብል ኣምላኽ ሎሚ ንዓይን ንዓኹም ክረክብ ይደሊ እዩ። ኣሜን። ኣሕዋተይ ንህዝብና ከነድሕን ንቤትና ከነድሕን ኣነ ዝፈሮ እምበር ዳኹ ጎይታ ክትመጽእ ከለኻስ ንቤተይ ከኸድሕን ይኽእል እየ። ግደፍዎ ቤተ ክርስቲያን ግደፍዎ ህዝቢ ነቶም ካብ ከርስና እ፣ ዝተወልዱ ህፃናሲ ከነድሕኖም ክንኽእል ዲና ድምፂ እግዚኣብሔር ሰሚዕና ተረዲእኩም ሎሚ ቤተክርስትያን ትተሓዋወስ ስለ ዘላ ከም ድልየትና ስለ ንመላለስ ዘለና ሎሚ ኣይ ህዝብና ከነናግፍ ኣይ ንርእስና ከነናግፍ ሃይማኖት ጥራሕ ኮይኑ ንረኽቦ ዘለና ግዜ ቀደም ብሰማዒት እዝኒ ዝሰማዕናዮ ሎሚ ዓይንትና እንተዘይሪኣቶ ሃይማኖት እዩ ቀደም ክርስትና እንኳን ዶ ብስም የሱስ ኢልካ እንዳ ኣወጅካ በቲ ከባቢ ክሓልፉ እንከሎ ርኩሳት መናፍስቲ ብከባቢ ጥራሕ ወጭጮም ተሰኪሞም ዘምጽዎ ዝነበሩ እንታይ ነይሩ ብእንተይረ እሞ ቅድስና ነይሩ ፍርሃት እግዚኣብሔር ነይሩ ንእግዚኣብሔር እፈርሐ ኢሎም እዮም ዘገልግሉ ነይሩ መድረኽ እግዚኣብሔር ከም ድሌትካ ኣይትልገልን ኣሕዋተይ ዘመርቲ ከም ድሌትኩም ጸኒዕኩም ኣብዚ ከተምልቑ እቲ ህዝቢ እውን እንታይ እዩ ደርፊ ክደርፍ ማለት እዩ ተቐዲስኩም ብጽድቂ ንእግዚኣብሔር ዋጋ ከፊልኩም ከም ለባማት ግዜ እናዓደኩም እንተ ኣገልጊልኩም ግን እግዚኣብሔር ኣፍ ኣብ ኣሳት ከዝምር እዩ እግዚኣብሔር ይመስገን ንእግዚኣብሔር ጨንቆ ነገር የለን ሓንትስ ናብራና ኩሉ ሓዳርና ኩሉ ብፅድቂ እግዚኣብሔር ብፍርሃት እግዚኣብሔር ክኸውን ኣለዎ ኣሕዋተይ እግዚኣብሔር ይደግፈና ኣሜን ኣብኡ እንተ ርኣሪኹም ኣብቲ ዕስራ ማቴዎስ እውን ጽዋዓትሲ ብዙሓት እዮም ኣብኣ ደጊምዋ ኣሎ ሕሩያት ማቴዎስ ዕስራ ዓሰርተ ሽዱሽተ ከኣ ብድጋመ ከምታ ኣብ ዕስራን ክልተን ዓሰርተ ኣርባዕተ ዘላ ኣብኣ ከኣ ደጊምዋ ኣሎ ጽዋዓትሲ ብዙሓት እዮም ሕሩያት ግና ሒደት እዮም እሞ ከምኡ እቶም ዳሕረዎት ቀዳሞት እቶም ቀዳሞት ድማ ዳሕረዎት ክኾኑ እዮም ካብ ከምዚ እግዚኣብሔር ይሰውረና እቶም ቀዳሞት እንታይ ኢልዎም ዳሕረዎት እቶም ዳሕረዎት ድማ ቀዳሞት ኾኑ ቃል ኣምላኽ እውን ጎይታ ብዙሕ ግዜ ዝሰብኮ ዝነበረ ብስምካ ንንበል ኣይነበርናን ብስምካ ኣጋንንቲ ነውፅእ ኣይነበርናን ብስምካ እስከምዚ ንገብር ኣይነበርናን ዝብሉ ኣነ ግና እንታይ ክብሎም እየ ከቶ ኣይፈልጠም ብስም መን ኣጋንንቲ የውፅ ነይሮም ብስም እግዚኣብሔር ጸጋ እግዚኣብሔር እኮ ስኢሉ ክወሃበካ ይኽእል እዩ ከተገልግል እቲ ዝተዋሃበካ ጸጋ ግና ብጥንቃቕን ብራዕድን ብፍርሃት እግዚኣብሔርን ተደኣ ዘይ ኣገልጊልካ ኣሎ ከምቲ ማለት እዩ ከቶ ኣይፈልጠኩምን ኢልዎም ማቴዎስ ዓሰርተ ዓሰርተ ሓደ ከዓ ኣብ ዝኾነ ኣብ ዝኾነ ከተማ ወይስ ዓዲ ኣቲኹም ኣብኡ እቲ ብቑዕ መን ምዃኑ ሕተቱ ክሳዕ ትወፁ ከዓ ኣብኡ እንታይ ግበሩ ተቐመጡ ግን ከ ናብ ከተማ እተው እሞ ኣብኣ መን እቲ ብቑዕ መን ምዃኑ ሕተቱ ብብቕዓት ንእግዚኣብሔር ከተገልግል እንኮለኻ ብብቕዓት ኣብ ቅድሚ እግዚኣብሔር ክትመላለስ እንኮለኻ ኣምላክ ከዓ ይሸመካ እዩ መን ምዃኑ እቲ ብቑዕ መሕተቱ ናብኡ ኣቲኹም ኣብኡ ተቐምጥዎ ሎሚ ብብቕዓት እግዚኣብሔር ክንመላለስ እግዚኣብሔር ይደግፈና መን እዩ ግን ብቑዕ ሰብ ብቑዕ ሰብ መን እዩ እቲ ብክርስቶስ ዝተጸውዐ ወይ ከኣ ዝደሓነ ንስኻ ኣምላኸይን ጐይታይን ኢኻ ኢሉ ዝተቐበለ ሓደ መግለጺ ብቕዓት እዩ። ካባና ዝኾነ ጽድቂ የለን። ጽድቅና መን እዩ? ክርስቶስ እዩ። እግዚኣብሔር ይመስገን። ብክርስቶስ ግና ንሕና ሓድሽ ፍጥረት ስለ ዝኾንና ብክርስቶስ ከኣ እንታይ ኢና? ብቑዓት ኢና ማለት እዩ። ነቲ እግዚኣብሔር ዝሃበና ብቕዓት ግን ከም ዝግባእ እንተ ደኣ ሒዝናዮ፣ ደፊሩ ከምቲ ኣነ ንክርስቶስ ዝመስሎ ዘለኹ ንስኻትኩም ድማ ንመን ምሰሉ ኢልዎም? ጳውሎስ ንዓይ ምሰሉ። ብብቕዓት ተመላሊሱ። ኣብዛ ምድሪ እዚኣ ሓሊፉ ብብቕዓት እንታ ዘይ ኣብ ቅድሚ ኣምላኽን ኣብ ቅድሚ ሰብን እንታ ዘይብለይ ኮይነ ክርከብ እናበለ እቲ ንኻልኦት ተፈቒድሎም ዘሎ ንዓይ ከ ኣይተፈቕደለይ እንዲ እናበለ በዓል ጴጥሮስ ድዮም ደቂ ኣንስትዮ ሓቂፎም ኣንስቶም ሓቂፎም ክኸዱ ንዓይስ ኣይምልከተንን እንዲ እናበለ ግን ከ ነቲ ነገር እቲ ነቲ ሓላፊ ልቡ ከየውደቐ ነቲ ዘይሓልፍ ግና ኣቐዲሙ ብጀግንነት ዝኸደ ጳውሎስ ኣለና። ተቢዑ ኸዓ ከምቲ ኣነ ንክርስቶስ ዝመስለ ዘለኹ ንሳትኩም ንዓይ ምሰሉ። ብቕዓት እዚ እዩ ኣሕዋተይ፣ ብቑዕ ሰብ ዝገብሮ እዚ እዩ፣ ንእግዚኣብሄር ዝተወፈየ ሰብ ጳውሎስ ሓደ ዓቢ መምህርና ልዕሊ ጳውሎስ ከዓ ዓቢ መምህር እንተ ደሊኹም ከዓ ጎይታ የሱስ ክርስቶስ በዓል እዩ ኣነ ፍቓድ ኣቦይ ክፍፅም እየ ናብዛ ምድሪ መፅ ዘለኹ ፍቓድ ኣቦኡ ክፈፅም ሎሚ ንሕና ኸ ኣነ ንስኻትኩም ንፍቓድ ኣምላኽ ክንነብር ዲና መፅና ዘለና ወይስ ከምቲ ካልኦት ዝገብርዎ ፕሮግራምና ንኸይንገድፍ ጥራሕ ዲና መፂናለ ዘለናስ ዋላስ ሎማዓንቲ እግዚኣብሔር ክዛረበኒ ኢልኩም መፂኹም ኣለኹም ከም ልምዲ እንተ ኮይኑ ኣቲኻ ምውፃእ ኩሉ ሃይማኖት ይገብሮ እዩ እግዚኣብሔር ሎማዓንቲ ግና እዛ ዕረፍቲ መፂኩም መንእሰያት ብዙሓት ኣለኹም ዕረፍቲ መፂኩም ወይም ካፊተርያ ክትኸድሉ ዝግበኣኩም ብዙሕ ነገራት ኣሎ ወይስ እታ እዞም ሽማግሌታት ኣብኪርካ እንዳበሉኒስ ሕጉስ ኢለ ክመጽእ ድዩ ኣመጻጽኣናስ ዋላስ ሎሚ እግዚኣብሄር ሓንቲ ቃል ኣላቶ ሎማዓንቲ ብመዝሙር ክዛረበኒ ሎሚ ብጸሎት ክዛረበኒ ኢልና ዶ ንመጽና እቶም ከምኡ ኢሉኒ ዝመጹ እግዚኣብሄር ስቕ ኢሉ ዝገድፍ ኣምላኽ ኣይኮነን መገዲ ሰለስተ መዓልቲ መጽም ኣለዉ እሞ ከይጠምዩ መገዲ ምእንታን ከይሕለሉሲ እንታይ ገበረሎም ይብለና። ደንገጸሎም። ዝድንግጽ ኣምላኽ ኣሎ ኣሕዋተይ።
ነታ ጸሚኣ ዝመጸት ነፍሲ ነታ ደልያ ዝመጸት ነፍሲ ስዑል ይገድፋል እዩ። እግዚኣብሔር እንኳን ዶ ብዝተወልዱ ዳግም ብዝተወልዱ ሰባት ሲ ብኣድጊ ይዛረብ እዩ። እግዚኣብሔር ይደግፈና ኣሕዋተይ ሎሚ ነቲ ዝሰማዕናዮ ክንነብረሉ ሎሚ ነቲ ንፈልጦ ክንነብረሉ ሎሚ ምዝራብ ጥራሕ ዘይኮነ ሎሚ ምዝማር ጥራሕ ዘይኮነ መዝሙር ሞ ኩሉ እዩ ዝኾና ሓደ ግዜ ሙሴ ኣብ ክብሪ እግዚኣብሔር ኣብቲ ደበና እቲ ኣርባዓ መዓልቲ ምስ ኣበለስ እያሱ እንታይ ኢልዎ ናይ ዝሰዓሩ ድምጺ ይሰማዕ ኣሎ ኢሉ። ቃል ሙሴ ግን እዚ ናይ ዝተሰዓሩ ወይስ ናይ ዝሰዓሩ ድምጺ ኣይኮነን፣ እንታይ ይሰምዕ ኣለኹ? ደርፊ'የ ዝሰምዕ ዘለኹ ኢልዎ። መዝሙርና ሓደ ግዜ ወይ ከኣ ስብከትና ብዙሕ ግዜ ከምቲ ዝግብኦ ዘይከውን ዘሎ እንታይ ስለ ዝኾነ ይመስልኩም? ምስ እግዚኣብሄር ዘለና ሪሌሽን ስለ ከምቲ ዝግባእ ዘይኮነ ሎሚ ግና ብቑዓት ኮይንና ክንመላለስ ይደልየና ኣሎ። ንምንታይ እግዚኣብሔር ኣቐዲሙ እዝታት የጸልየና ነይሩ ሰዓት ምሉ ምስ ጸሊና ኣሕዋተይ ግን ከምኡ ርኢናዮ ቅድስና እግዚኣብሔር ይደሊ ኣሎ። እቲ ጽድቅና ክወጽእ ይደሊ ኣሎ። ቃላት ከናፍረይን ዳዊት ኢሉ ሓሳባት ልበይ ናብ ቅድሚኻ እንታይ ይኹን ብህግ ይኹን ሎሚ ቤተ ክርስቲያን እንተ ገሲፅካ ዝጠፍኣ ንኸይጠፍ ኢልካ ምግሳፅ እሞ ከዓ ጠጠው ዝብል እንተ ኮይኑ ኪኖ ሓፅር ተግሳፅ ዝወሓዶ ንክንበዝሕ ጥራሕ ተባሂሉ ተሓዋዊስና መገዲ ይትረፍ ዓዋተ ሎሚ ብጽድቂ ጠጠው ዝብል እግዚኣብሔር ይደሊ ኣሎ ኣምላኽ ይደግፈና ኣብ ዮሐንስ ዓሰርተ ሰለስተ ዓሰርተ ኣርባዕተ ከዓ ኣነ መምህርን ጎይታን ክነሰይ ኣእጋርኩም ካብ ሓጸብኩስ ከምቲ ኣነ ኣባኻትኩም ዝገበርክዎ ንስኻትኩም ከዓ ከምኡ ክትገብሩ መርኣይ ሂበኩም ኣለኹ እሞ ከምኡ ኣጋር ሓድሕድኩም ክትተሓጻጸቡ ይግብኣኩም ዓቢ መምህር ዓቢ መምህር ክርስቶስ ኢየሱስ ኣሕዋት ንሕና ናቱ ኣሰር ክንክተል ይግባኣና ሓንሳ ሓንሳ ከምኡ ኢልካ ትነብሮ ወይ እ፣ ስለቲ ዝተገልጸልካ ብርሃን ኢልካ ብትሕትና ክትመላለስ ምስ ትጅምር ሓንሳ ሓንሳ ገለ ኣዝማሪኖታት ዝኾኑ እሞ ብቓላት ዝሽውዱ ነገራት ከምኡ ክሽውዱ ይኽእሉ ይኾኑ፣ እግዚኣብሄር ግን ጻድቕ ኣምላኽ እዩ። ኣሜን። እግዚኣብሄር ጠበቓ መበለታት እዩ። ኣሜን። ስቕ ኢሉ ዝርኢ ኣይኮነን። ሓንሳ ሓንሳ ምናልባት ግዜ ይወስድ ይኸውን እምበር እግዚኣብሄር ብናይ ሕነ ምፍዳይ ይመጽእ። እግዚኣብሄር ሰብ ነቲ ዝዘርኦ እዮም እንታይ ዝገብሩ እግዚኣብሔር ኣይዕሸን እዩ ኣሕዋተይ ሎሚ ንእግዚኣብሔር ክንፈርሆ ይግበኣና ሎሚ ብፅድቅን ብቅድስናን ክንመላለስ ይግበኣና ኣምላኽ ይደግፈና ፊልጵ ሰለስተ ዓሰርተ ሸውዓተ ኣሕዋተይ ንኣይ ምሰሉ ከምቲ ንሕና ኣርኣያ ዝኾንናኩም እቶም ከምኡ ኢሎም ዝመላለሱ ኣብቶም ከምኡ ኢሎም ዝመላለሱ ኣስተብህሉ ኢሉ። እቲ ዓንተቦይ ዝበልኩኹም ከኣ ከምቲ ኣነ ንክርስቶስ ዝመስሎ ዘለኹ ንስኻትኩም ከኣ ንኣይ ምሰሉ ቀዳማይ ቆሮንጦስ ዓሰርተ ሓደ ሓደ። ኣብ ቀዳማይ ቆሮንጦስ ሸውዓተ ዕስራ ከኣ ነፍሲ ወከፍ በቲ እተጸውዓሉ ጽውዓ እንታይ ይግበር? ይግበር እግዚኣብሔር ንኩላትና መዘምራን ድዩ ዝፅውዓና ንኩላትና ሰባክቲ ድዩ ዝፅውዓና በበቲ ዝተፀዋዕናሉ ፅውዓ ግን ክንነብር ንእግዚኣብሔር ተኣሚንና ከነገልግል ሓላፍነት ኣለና ማለት እዩ ጎይታ ይደግፈና ቀዳማይ ጴጥሮስ ሰለስተ ትሽዓተ ከኣ ምርቓ ምእንቲ ክትወርሱ ነዚ ጽዉዓት ኢኹም። ራእይ ምርቓ ምእንቲ ክትወርሱ ነዚ ጽዉዓት ኢኹም እሞ መርቑ ደኣ እምበር እኩይ ኣብ ክንዲ እኩይ ወይስ ጸርፊ ኣብ ክንዲ ጸርፊ ኣይትመልሱ። ሎሚ ኣብ ፈይስቡክ እንተ ርኢኹሞም እቶም ቀዳሞት ተጻረፍቲ መን ኮይኖም ኣለዉ? ኣመንቲ ኣመንቲ እቲ ኣቶም ካልኦት እሞ ናይ ኣቦኦም እዮም ዝገብሩ ዘለዉ ንሕና ግን ክርስቶስ ኣብ ውሽጥና ኣሎ እንዳበልና ኣብ ልዕሊ ሓዊ ፀርፊ ኣብ ልዕሊ ሓውኻ ኩነኔ ኣይትገስጹ ኣይኮነን ምግሳጥ ተተኻኢሉ ወሸነ ግንከ ጸርፊ እኩይ ኣብ ክንዲ እኩይ ዝበዝሓሉ ግዜ እዚ ኩሉ ተተገይሩስ ተፈታዊ ይኸውን። ኣምላኽ ይደግፈና። ሎሚ ካብቶም ጽዋዓት ዘይኮነሲ ካብቶም ሕሩያት ኮይንና ክንመላለስ እግዚኣብሄር ይደግፈና። ሓወይ ዓንተወይ ይጠቕሳ ነይሩ ኣብ ዮሃንስ ሽዱሽተ ሰብዓ ዘሎ የሱስ ከኣ ንዓሰርተ ክልቴኹም ዶ ዶ ሓልዮኩም ኣይኮንኩን ሓደ ካባኻትኩም ግና እንታይ እዩ ድያብሎስ እዩ ዓሰርተ ክልተ እዚ ተሓርዩ እዮም ሓደ ካብኦም ግን እንታይ ኮይኑ ጸኒሖም ዓሰርተ ክልቲኦም ተበዲሎም እቶም ዓሰርተ ሓደ ንእግዚኣብሔር ዝተኸተሉ እዮም እቲ ሓደ ግና ምናልባት ተሓሪኻ እውን ምጥፋእ ኣሎ ከምዞም ሓደ ግዜ ድሒንና ኢና ኢልካ ከም ድሌትካ ምምልላስ ኣብ ቤት እግዚኣብሔር የላን። ዓሰርተ ክልተ እውን ሕሩያት እዮም ነይሮም። እቲ ሓደ ግና ብገዛእ ፍቓዱ እንታይ ገይሩ ፍቕሪ ገንዘብ ስለ ዘታለሎ ንኣምላኹ እንታይ ገይርዎ እዩ ሸይጥዎ ይኾን። ካብቶም ሕሩያት ኮይና ክንርከብ እግዚኣብሔር ይደግፈና። ዘይብቑዕ ውሉድ ከ ኣሎ ድዩ? ኣለዎ። ዝተጸውዑ እንታይ እዮም ብዙሓት እዮም ምስ ኢልዎም ሕሩያት ግን ሕልየት እዮም ኢልዎም ኣብ ማቴዎስ ዕስራን ክልተን ካብ ሓደ ስጋዕ ሸሞንተ ኣለና ኪዱ ዓድሙ ነቶም ህዝቢ ምስ በሎም ከይዶም ዓዲሞም ዝተፈላለዩ ምክንያት ኣምፅም እዮም ሓቀይ ዶ ኣብታ ሸሞንተ ዘላ መጨረሻ ግና እቶም ዕዱማት ደኣ ዘይጠቕሙ ኮይኖም እምበር መርዓስ እንታይ ኮይኑ እዩ ግን እንታይ ኣማምፅኦም ምኽንያታት እዩም ኣምጽእ ኣነ ከምዚ ኮይነ ኣለኹ ኣነ ከምዚ ኮይነ ኣኽም ብምኽንያት ዝግልገል ኣምላኽ ኣይኮነን እቲ መርዓ ድልው እዩ እቲ ክኸውን ዘለዎ ክኸውን እዩ ግናኸ ንሕና ኣብቲ ቦታና ኮይንና ከም ብቑዓት ኮይንና ክንመላለስ ጎይታ ይደግፈና ኣብ ሉቃስ ትሽዓተ ካብ ሓምሳን ሸውዓተን ስጋዕ ስሳን ክልተን ከኣ ከምዚ ይብል እንተ ርኢኹምዎ፣ ጴጥሮስ፣ ንስኻትኩምከ ሓፍተይ ትጽሕፊ ኣለኹምስ፣ ሉቃስ ትሽዓተ ካብ ሓምሳን ሸውዓተን ስጋዕ ስሳን ክልተን፣ ጴጥሮስ ምግላጽ ንስኻትኩምከ ክትኸዱዶ ትደልዩ ኣለኹም ኢሎም፣ ጐይታ፣ ኖእ ንስኻ ናይ ዘለኣለም ህይወት ቃል ኣሎካ፣ ካባኻኸ ናብ መን ኢና ንኸይድ ኢሎም። ኣብቲ መጨረሻ ከኣ ኣነስ ንኹልኹም መሓሪኩም ደይኮንኩን የሱስ ግና ዕርፊ ብኢዱ ሒዙ ንድሕሪት ዝርኢ ንመንግስቲ ኣምላኽ ኣይበቅዕን እዩ ኢልዎ። ሒዝካ እውን ንድሕሪት ትጥምት እንተደኣ ኮንካ ከም ሰይቲ ሎጥ ሃንዲ ጨኲንካ እኻ ትተርፍ ማለት እዩ። ሎሚ እግዚኣብሔር ካብ ከምዚ የድሕነና ዕርፊ ሒዝና ነቲ ዝሓዝናዮ ኣጽኒዕና ሒዝና ደድሕሪ ክርስቶስ ክንስዕብ ጎይታ ይደግፈና ማቴዎስ ዕስራን ኣርባዕተን እንዳጠቓለልኩየ ዕስራን ክልተን እተን መዓልትታት እቲኣተን እንተዘይሓጽራስ ስጋ ዝለበሰ ኩሉ ኣይምድሓነን ምእንቲ እቶም ሕሩያት ግና እተን መዓልትታት እቲኤን ክሓጽራ እየን። ምእንቲ እንታይ ምእንቲ እንታይ ምእንቲ እቶም ሕሩያት ዝሓረዮም እግዚኣብሄር ኣሎ ሎሚ ምስቶም ሕሩያት ኮይንና እቲ ዝግብኣና መስዋእቲ ንእግዚኣብሄር ክንቐርብ እግዚኣብሄር ይደግፈና ኣንተ ወይ እውን ኣብቲ ጸሎት እዚ ጥቕሲ እዚ ኣብ ሳርዴስ ኣብ ራእይ ዮሃንስ ሰለስተ ኣርባዕተ ኣሎ ኣብ ሳርዴስ ግና ክዳውንቶም ዘይጸየቁ ሒደት ስማት ኣለዉኻ ንሳቶም ብቑዓት እዮም እሞ ጻዕዳ ክዳውንቲ ተኸዲኖም ምሳይ ክመላለሱ እዮም ኣሜን ዶ ክብሪ ንኣምላኽ ክዳኖም እንታይ ዘይገበሩ ዘይጸዮ ዝጽየቕ ነገራት ብዙሕ ኣሎ ቋንቋ ዝደባልቕ ብዙሕ ኣሎ፣ ተስፋ ዘቑርጽ ብዙሕ ኣሎ፣ ኣብ ልዕለኻ ዝተዘርበ ብዙሕ ነገራት ክህሉ ይኽእል እዩ፣ እግዚኣብሄር ግን ጻድቕ ኣምላኽ እዩ ሓፍተይ፣ እግዚኣብሄር ግን ጻድቕ ኣምላኽ እዩ ሓፍተይ፣ ሓንትስ ኣብ ቦታና ኩሉ ግዜ ጠጠው ኢልና ንእግዚኣብሄር እንተድኣ ተጸቢናዮ ካብቶም ብቑዓት ክዳኖም ዘጻዕደዉ ሰባት ኮይና ክንርከብ ኢና ማለት እዩ። እግዚኣብሔር ይመስገን። ካልኣይ ጴጥሮስ ሓደ ዓሰርተ ከኣ ስለዚ ኣቱም ኣሕዋትና ንጽዋዓኹምን ምሕራይኩምን ከተጽንዕዎ ኣዚኹም እንታይ ግበሩ ተጋደሉ እዚ እንተገበርኩምሲ ከቶ ኣይከተንደርህጹን ኢኹም ንጽዋዓኹምን ምሕራይኩምን ኣጽኒዕና ክንሕዞ ክንጋደል ኣለና። ክርስትና ገድሊ እዩ ኣሕዋት። እግዚኣብሔር ይደግፈና። ኣሜን። ነቶም ሕሩያ- እ፣ ሮሜ ሽ- ሰብ- እ፣ ሸሞንተ ሰላሳን ሰለስተ ነቶም ሕሩያት ኣምላኽ ሲ ዝኸሶም መን እዩ ኣምላኽ እቲ እዚ ዘጽድቕ? ሎሚ ከም ሰባት ኣብዛ ምድሪ እዚኣ ክንመላለስ እንኮለና ከሳሲ ክኸስስ ብዙሕ ነገራት ከምጽእ ይኽእል እዩ። ግን እግዚኣብሔር እዩ እቲ ዘጽንዕ ኣሜን ኣምላኽ ይመስገን ሎሚ ኣብ ቦታና ጠጠው ኢልና እቲ ዝግብኣና መስዋዕቲ እናቕረብና እቲ ዝግብኣና ኣገልግሎት እናመላእና ንእግዚኣብሔር ጥራሕ ንነብር ኣገልገልቲ ሰብ እኮ ቤተክርስትያን መሊኦም ኣገልገልቲ ሰብ መሊኦም ነቲ መራሒ ኢሎም ዝመፁ ኣለዉ ንክርስቶስ ኢሎም ዘይኮኑ ካብ ከምዚ እግዚኣብሔር ይደል ይሰውረና ኣሕዋተይ ንመን ኢልኩም ትመጹ ከም ዘለኹም እንተ ደኣ ፈሊጥኩም ኩሉ ግዜ ኣይትድረጽኑ ሓደ ግዜ ኣብ ኮለጅ ደቂ ኣምሓራ ኣትየ ነይረ ንእሽተይ ከለኹሲ ኣብታ ቅድሚት እየ ንፉዕ ከዓ ተምሃራይ ስለ ዝነበርኩ ኣብታ ቅድሚት እየ ኮፍ ዝብል ሕጂ እቲ መምህር ብጣዕሚ እዩ ዝፈትወኒ ናይ መጽሓፍ ቅዱስ ናይ ፌዝ ሚሽን ቤት ትምህርቲ እዩ ነይሩ ኩሎም መንፈሳውያን እንተመምሃራን ሕጂ ናተይ ቴስዓን ሸውዓተን መጺኣታ ሳብጀክት ካብ ሚእቲ እቲ ብዙሕ ዝወዳደረኒ ዘሎ ከኣ ቴስዓ ድዩ ገለ ምስዩ ሕጂ ንኹላትኩም ዓዓሰርተ ነጥቢ ወሲኸኩም ኣለኹ ይብላ ሕጂ እቲ ቴስዓ ዘምጽእ ክንደይ ክኸውን እዩ ሚእቲ ክኸውን እዩ ኣነ ቴስዓን ሸውዓተን ኣምጺኻ ሚእቲ እታ ሳብጀክት እቲኣ

ንጎይታ ኣብ ንእስነተይ ስለ ዘበልክዎ ሕጂ ሽዑ ጸልም ንብርሃን ገለ መዝሙር ክበሃል እንከሎ ኣነ ሓፍ ኣቢለ ይመርጽ ይጽሊ ገለታት ኣብቲ ሳብጀክትታት ማለት እዩ ደሓር ኮራሕ ኮራሕ ኣቢሉ ነቢዐ ሽዑ ኣብቲ ናይ መጨረሻ ክንጽሊ ክንጽሊ መን ኣሎ ትጽሊ ከም ኣመለይ ሓፍ ኣቢለ ኮሪ በኸየ እኮ ሓቲቱኒ ዋ እቲ ጸሎት እኮ ናይ ኣቦይ ዝመሃረኒ እዩ ኢለ ሸኹ ንዑ ኢሉ ኮንኩም ዝዝምር ብምኹራይ ይኹን ብምቕጥቃጥ ይኹን ንሕና ንመን ክንጸባ ኣለና ሰዓብቲ ሰብ ኮይና ከይንተርፍ እግዚኣብሔር ይጠቅጠና ንሕቲ ልቦናና እግዚኣብሔር ይጠቅጠና ይሕዋት ሎሚ ንእግዚኣብሔር እንነበር ከምቲ ኣንተ ወይ ዝጸለናዮ በቲ ግዜ እናዓደግና ከምዚ ን ኣናእሽቱ ዘለኹም ክንዳኹም እንኮለና ስድራና ከድሕኖም እናበልና ኢና ንጽሊ ነይ ጸሊት ትፈልጥ ደ ኤርትራ ናብራ ክድሕኑ እንዳበልና ደቂ ዓሰርተ ሓሙሽተ ዓመት ኮለና ምድሓን ክረኽቡ እንዳበልና ሎሚ ንስኻትኩም ካብ ቤት ክርስትያና ስለ ተወለድኩም ዕድለኛታት ኢኹም ብዙሕ ጸዓዲ ብዙሕ ገድሊ የብልኩም ሎሚ ግና ንብዙሓት ምኽንያት ፈውሲ፣ ንብዙሓት ምኽንያት ምጽንናዕ ክንከውን እግዚኣብሔር ይደልየና እዩ። ሎሚ ከም በዓል ኣስቴር ክረኽበና፣ ሎሚ ከም በዓል ማርዶካይ ክረኽበና፣ ንነፍሲ ወከፍና እግዚኣብሔር ኣብ ኣፍ ደገ ኮይኑ እንታይ ይገብር ኣሎ? ኳሕ ኳሕ ይብል ኣሎ። ሓደ እኳ ድምፀይ ሰሚዑ እንተ ኸፈተለይ እያ ትብል ቃል ኣምላኽ። ምኽፋት ናትና ግደ እዩ። ብድምፂ እኳ ሓንሳእ ሓንሳእ ተዛሪቡና ካብ መደቀሲና ዘይንትስእ ከም በዓል እናተ ብዙሕ ግዜ ኣቢሉ ትህኪት ድቃስ ኣብኡ እንከሎ ኣቢሉካ ድምጺ ሰሚዕካ ክነስኻ ኣብኡ እንከለኻ ብሽም የሱስ እንዳበልካ እንዳጸለኻ ትኸይድ ትግሃት ግን እንትደኣ ሃልይዎ እግዚኣብሄር ነቶም ትጉሃት ቀረቦም ይሕዋት እሞ እዛ ቤተ ክርስቲያን እዚኣ ካብዚ ዓብያቶ ዘላ መሊሳ ትዓቢ ትደኣ ኮይና እንታይ ክገብሩ ኣለኩም ክትተኣሳሰሩ ኣለኩም ብፍቕሪ

ኣብ ቦታና ግና ጸኒዕና ክንነብር እግዚኣብሄር ይደግፈና። ብቑዓት ኣገልገልቲ፣ ብቑዓት ዘመርቲ፣ ብቑዓት ሰበኽቲ፣ ብቑዓት ጸለይቲ ኮይና ክንርከብ እግዚኣብሄር ይደግፈና። ንጸሊ።